ሰላም ሰላም ክቡራት ናይዚ መደብ እዚ ተኸታተልቲ ካብቲ ኩሉ ዝኽእል እግዚኣብሔር ሰላምን ምሕረትን ምስ ነፍሲ ወከፍና ይኹን ሎማዓንቲ ማሕበር ኣምላኽን ኣገልገልታን ኣብ ትሕቲ ዝብል ኣርእስትና ንሕና ከም ህዝቢ ኣምላኽ ከም ኣገልገልቲ ኣምላኽ መጠን ህይወትና እንልክዓሉ መለክዒታት ኣብ መፅሓፍ ቅዱስ ስለ ዘሎ ህይወትና ብህይወት እዮብ ክንልክዖ ካብ መፅሓፍ እዮ ክንርኢ ኢና ስለዚ ህይወት እዮ ብዝብል ኣርእስቲ ካብ ቃል ኣምላኽ ክንርኢ ኢና ኣብ ሓድሽ ኪዳን እንልክዓሉ መለክዒ ከምቲ ኣብ ብሉይ ኪዳን ዘለዉ ብእዮብ ብዳዊት ብካልእ ማለት ኣብርሃም ሙሴ ካልኦት እውን ኣለዉ ንመለክዒ ዝኾኑና ኣብ ሓድሽ ኪዳን ግን የሱስ ክርስቶስ እዩ መለክዕና ህይወትና ኣብ ሮሜ 8 28 29 ድሕሪእና መፅሓፍ ሮሜ መልእኽቲ ጳውሎስ ናብ ሰብ ሮሜ ማለት እዩ ፍቅዲ 28 29 እንተርእና ኣምላኽ ብወዱ ብየሱስ ክርስቶስ ከም ዝልክዓና ንሱ መለክዒና ከም ዝኸውን ተዛሪቡ ኣሎ ይብል ኣለኹ ሮሜ ሻሙናይ ምዕራፍ 28 29 ከምዚ ይብል ነቶም ንኣምላኽ ዘፍቅሩ ከም ምኽሩ ድማ እተፀውዑ ግና ኩሉ ንሰናይ ነገር ከም ዝድግፎም ንፈልጥ ኢና ኢሉ በይናይ ይሕለፉ ኩሉ ንመስርሒኦም ዝኸውን እቲ ዝሓልፍዎ ምሕላፋት ኩሉ ኣብ ዕስራን ትሽዓተን ሽዑ እንታይ ኢሉ ነቶም ቀደም ዝፈለጦም ንሱ ንብዙሓት ኣሕዋትሲ በኽሮም ምእንቲ ክኸውን ንምስሊ ወዱ ክመስሉ ቀደም መደቦም ኢሉ እቲ ዳሕራይ ዝመፅእ ነቲ በኹሪ እዩ ዝመስል እሞ ነቲ በኹሪ ክንመስል ንወዱ ክንመስል እዩ ቀደም መዲቡና ስለዚ መወዳእታና እቲ ኣብ ህይወትና ዝኸይድ መስርሕ ንወዱ ክሳዕ ንመስል እዩ ዝገብረና ማለት እዩ ንዕኡ ምስ እንሪኦ ድማ ንዕኡ ክንመስል ኢና ብምፅኣቱ ኩሉ ንዕኡ ዘምስለና ሓይሊ ኣብ ህይወትና ክገልፅ እዩ እግዚኣብሔር ተመስገነ ይኹን እዚ ድማ ኣብ ቀዳማይ መልእኽቲ ዮሃንስ ሳልሳይ ምዕራፍ ካብ ሓደ ስጋዕ ሰለስተ ዘሎ ገሊፅዎ ኣሎ ኣብ ፊልጲ ሳልሳይ ምዕራፍ ድማ ካብ ዕስራ ዕስራን ሓደን ነዚ ናይ ውርደት ስጋና በቲ ንዅሉ ክመልከሉ ዝኽእል ሓይሊ ክልውጦ እዩ እሞ ንዕኡ ከምስሎ እዩ ኣብ ካልኣይ ቆሮንጦስ ሓምሻይ ምዕራፍ እውን ካብ ሓደ ስጋ ዓሰርተ ዘሎ ክልውጠና ምዃኑ ተዛሪቡ ኣሎ ዝኾነ ኮይኑ ግን ቅዱሳን ኣብ ምድሪ ክመላለሱ ከለዉ መለክዒ ህይወቶም ካብቲ ሓደ እግዚኣብሔር ዝተደነቐሉ ህይወት ናይ እዮብ እዩ ኣብ መጽሓፍ እዮብ ምዕራፍ ሓደ እንተርኢና እዮብ እግዚኣብሔር ዝተደነቐሉ ወይ ዝተመክሓሉ ናይ ኣምላኽ ሰብ እዩ ካብ ሓደ ስጋ ዓሰርተ ክልተ ዘሎ እንተንቢብናዮ ከመይ ከም ዝነበረ እዮብ ካብኡ ክንልክዕ ወይ ክንርኢ ንኽእል ኢና ሽዑ ስግር ኢልና ምዕራፍ 29 እንደገና ድማ ምዕራፍ 30 እዮብ እንታይ ይመስል ከም ዝነበረ ክንርኢና እሞ ህይወትና ንመን ይመስል ከመይ ንመስል ክንሪኦ ይግባእ እዩ እስከ ነንብቦ መፅሓፍ እዮብ ካብ ሓደ ስጋ ዓሰርተ ክልተ ሕልፍ ሕልፍ ኢለ ከንብቦ እየ ግዜ ስለ ዘየለ ክኣኽለና ምእንቲ ኣብ ምድሪ ኡፅ እዮብ ዝበሃል ሰብኣይ ነበረ ንሱ ፍጹምን ቅኑዕን ንኣምላኽ ዝፈርህን ካብ ክፉእ ዝረሓቐን ሰብኣይ ነበረ ፍጹም ቅኑዕ ንኣምላኽ ዝፈርህ ካብ ክፉእ ከዓ ዝረሓቐ ሰብ ነበረ ንሱ ሸውዓተ ኣወዳትን ሰለስተ ኣዋልድን ነበረኦ ጥሪቱ ድማ ሸውዓተ ሽሕ በጊዕ ሰለስተ ሽሕ ገመል ሓሙሽተ ሽሕ ሓሙሽተ ሚእቲ ወላድ ኣድጊ ብዙሓት ጉዛኣት እውን ነበርዎ ስለዚ ሃብታም ሰብኣይ ነይሩ እዚ ሰብኣይ እዚ ካብ ኩሎም ሰብ ምብራቕ ዝበልፅ ዓብይ ነበረ ኢልዎ እቶም ደቁ ድማ በብተራ እናተዓዳደሙ ሓደ መዓልቲ ኣብ ሓደ እቲ ሓደ እቲ ካልእ መዓልቲ ከዓ ኣብቲ ካልኣይ ሓዎም ኣብ ቤት እቲ ካልእ ይምስሑ ነበሩ ነተን ሰለስቲኦም ሓቶም ድማ ምሳታቶም ክበልዓ ክሰትያ ይፅውዕወን ከም ዝነበሩ ሓቢሩ ኣሎ እዮብ ድማ ንደቁ ኩሉ ሳዕ ይቕድሶም ነይሩ ስሊኦም ድማ ይፅልን መስዋእቲ የቕርብን ነይሩ ቁፅሪ ሽዱሽተ ሓደ መዓልቲ ግና ኮነ እቶም ደቂ ኣምላኽ መፂኦም ኣብ ቅድሚ እግዚኣብሔር ቆሙ ሰይጣን ከዓ ኣብ ማእከሎም መፀ ሽዑ እግዚኣብሔር ንሰይጣን ካበይ መፅእካ በሎ ሰይጣን ድማ ንምድሪ ዘይረያን ተመላሊሰ እያን መፃእኩ ኢሉ ንእግዚኣብሔር መለሰሉ እግዚኣብሔር ከዓ ንሰይጣን ከም እዮብ ገይሩ ንኣምላኽ ዝፈርህን ካብ ክፉእ ዝረሕቕን ፍጹምን ቅኑዕን ሰብ ኣብ ምድሪ የልቦን እሞ ንባርያይ እዮብሲ ኣስተብሂልካሉ ዶ በሎ ስለዚ ኣምላኽ ዝመስከረሉ ናይ እግዚኣብሔር ሰብ እዩ ነይሩ ሰይጣን ከዓ ንእግዚኣብሔር መለሰሉ በሎ እውን እዮብ ንኣምላኽ ዝፈርሆ ብኸምኡ ድዩ ንስኻ ንዕኡ ምስ ቤቱን ኣብ ዝርኡ ንዘለዎ ኩሉን ሓጺርካዮ ዶ የለኻን? ንተግባር ኢድ ንተግባር ኢዱ ባሪኽካዮ፣ ጥሪቱ ድማ ንምድሪ መሊእዎ ኣሎ። ግናኸ ኣብታ ገጽካ እንተ ዘይክሒዱካስ ኢድካ ዘርጊሕካ ዶሞ ንዅሉ ጥሪቱ ሃሰስ ኣይትብሎን። ኢሉ መለሰሉ ሽዑ እግዚኣብሔር ንሰይጣን በልስኪ ሓንትስ ናብኡ ደኣ ኢድካ ኣይትዘርግሕ እምበር ዘለዎ ኩሉ ኣብ ኢድካ ሂበካ እኒኹ በሎ ሰይጣን ከዓ ካብ ገጽ እግዚኣብሔር ወፀ ስለዚ ንኹሉ ጥሪቱን ንኹሎም ደቁን ከብርስ ከሎ ንርኢ ኣብ ምዕራፍ ክልተ ድማ ብኸምኡ ድዩ እሙን ኮይኑ ዝነብር ዘሎ ኣብ ጥዕኑ እንተትመፆ ኣብ ሂወቱ እንተትመፆኸ ኢሉ ንእግዚኣብሔር ክፍትኖ ከሎ ሂወቱ እውን ከይተረፈ ማለት ኣብ ስግኡ ድማ ድላዮ ክገብር ንሰይጣን ኣሕሊፉ ሂብዎ እዚ እግዚኣብሔር ኣምላኽ ክፉእ ናይ እዮብ ስለ ዝደለየ ዘይኮነስ እዮብሲ ብጥቕሚ ብረብሓ ብጥዕና ብገለ ይኮነ ንኣምላኽ ዝስዕቦ ብምሉእ ልቢ እዩ ዝስዕቦ ንእግዚኣብሔር እንተ ብሕማቕ እንተ ብፅቡቕ እንተ ኣብ ራህዋ እንተ ኣብ ሽግር ንኣምላኽ ክስዕብ ዝወሰነ እሙን ናይ እግዚኣብሔር ሰብ ከም ዝኾነ ከመስክር ኢሉ እዩ ይሕለፍ ሓዲግዎ ስለዚ እዮብ ድማ ኣብ ቅድሚ ኣምላኽ እሙን ኮይኑ ኣብ እምነቱ ጸኒዑ ደው ከም ዝበለ ፍሉጥ እዩ ስለዚ እዮብ ኣምላኽ ዝመስከረሉ ሰብ እዩ ከመይ ኢሉ እዩ መስኪሩሉ ኣብ ምዕራፍ 3 ክንሪኦ ኢና ህይወቱ ከመይ ከም ዝነበረ ባዕሉ መስኪሩሉ ቅድሚ ናብ ህይወቱ ምምፅኡ ግና ናብ እባ ምዕራፍ ሰላሳ ምምፃእና ግና ህይወቱ ምስ ኣምላኽ ከመይ ከም ዝነበረ ኣብ ዕስራን ትሽዓተን ምዕራፍ ገሊጹ ኣሎ እዮብ ኣብ ምዕራፍ ዕስራን ትሽዓተን እዮብ ምስ እግዚኣብሔር ከመይ ኢሉ ይመላለስ ነይሩ ካብ ሓደ ስጋዕ ሽዱሽተ ዘሎ ምስ ኣምላኽ ዘለዎ ሕብረትን ፅቡቕ መንፈሳዊ ልምምድን ከነንብብ ንኽእል ኢና እንታይ ይብል ካብ ቁፅሪ ክልእ ሰለስተ መብራህቱ ኣብ ርእሰይ ክደምቕ ከሎ ኢሉ መብራህቲ እግዚኣብሔር ኣብ ርእሱ ዝደምቀሉ ሰብ ነይሩ ብብርሃኑ ብብርሃን ፀልማት ዝሓልፎ ሰብ ነይሩ ምስጢር ኣምላኽ ኣብ ልዕሊ ድንኳኑ ይዓርፍ ነይሩ እቲ ኩሉ ዝኽእል እግዚኣብሔር ምስኡ ነይሩ ደቁ ኣብ ዝርኡ ከለዉ ስጉምቱ ካብ ሃብቲ እተላዕሊ ካብ ሃብቱ እተላዕለ ኣብ ጠስሚ ክኣልኽ ከሎ ወይ ክሓፅብ ከሎ ዘይቲ ካብቲ ኣኻውሕ ክፈሰሉ ከሎ ማለት እቶም ኣኻውሕ ኣውልዕ ዝነበሮም ካብኡ ብዙሕ ዘይቲ የምፅእ ከም ዝነበረ ኣብ ደገኸ ካብ ሸውዓተ ክሳዕ ዓሰርተ ሸውዓተ ዘሎኸ ምስቲ ኣብ ዝርኡ ዘሎ ሕብረተሰብ ኣዝዩ ክቡርን ምርኡይን ከም ዝነበረ ብዅሉ ሕብረተሰብ በቲ ኸባቢ ንኡድ ከም ዝነበረ ካብ ሸውዓተ ክሳዕ ዓሰርተ ሸውዓተ ከዓ ጠቒስዎ ኣሎ እንታይ ኢሉ ኣሎ ኣብ ደገ ከተማ ክወፅእ ኣብ ኣደባባይ መንበር ክተክል ከለኹ መንእሰያት ሪኦምኒ ይሕብኡ ሽማግለታት ተንሲኦም ይቆሙ መኳንንቲ ምዝራብ ይሓድጉ ኣፎም ኣብ ኢዶም ይኸድኑ ነበሩ ኢሉ ድምፂ መሳፍንቲ ተሓብአ መልሓሶም እውን ኣብ ትንሓጎም ተጣበቐ ኢሉ ነቲ ዝፀርዕ ጥቑዕ ነቲ ረዳኢ ዘይብሉ ዘኽታም ከዓ የናግፎ ነይሩ ስለዚ ምርኡይን ፍትሒ ዘውፅእ ዳኛን ከም ዝነበረ ይዛረብ ዘሎ ሰምዓት ንእዝኒ ትምርቐኒ ዝረኣየትና ዓይኒ ከዓ ትምስክረለይ ነበረት ምርቃቶም ውፅዓት በፂሑኒ ንልቢ መበለታት ከዓ እልል ኣቢለዮ ኢሉ ንፅድቂ ለቢሰያ ንሳውን ለቢሳትኒ ፍትሐይ ከም ባርኖስ ዘውዲ ነበረት ዓይኒ ንዝዖረ እግሪ እውን ንዝሓንከሰ እኾኖ ነበርኩ ብኩሉ ብኩሉ ወገን ንድኻታትን ንሽጉራትን ዝርከበሎም ሰብ ነይሩ ንምንጋጋ ዓማፅ ሰበርኩ ኢሉ ነቲ ዝዘረፎ ድማ ካብ ኣስናኑ መንጠልክዎ ኢሉ ስለዚ ህይወቱ ብፅቡቅ ስለ ዝነበረ ፅቡቅ መዓልታት ድማ ኣብ ቅድመን ኣሎ እናበለ ተስፋታቱ ክዛረብ ከሎ ንርኢ ዋላ እቶም መኸርትን እቶም ምርኡያትን ካብኡ ምኽሪ ከም ዝቕበሉ ዝነበሩ ኣጸቢቑ ድማ ምርኡይ ከም ዝነበረ ተዛሪቡ ኣብ ምዕራፍ ሰላሳ ግን እዚ ኩሉ ተገልቢጡስ ብኣንጻሩ ሕማቕ ከም ዝረኸበ ተዛሪቡ ኣሎ ሽዑ ኣብ ሰላሳን ሓደን ህይወት እዮብ ንርኢ ህይወት እዮብ ኣብ ምዕራፍ ሰላሳን ሓደን ክትርእይዎ ከለኹም ካብ ሓደ ስጋ ዓርባዕተ እዮብ ብትምኒት ዝኽሰሰሉ ሓጢኣት ከም ዘይነበሮ ኣነ ንስኻትኩምን ከ ብትምኒት ንኽሰስ ዶ ርእስና እስከ ንለክዕ ካብ ሓሙሽተ ስጋዕ ሸሞንተ ድማ ብጠዋይ መንገዲ ከም ዘይተመላለሰ ብጠዋይ መንገዲ ዝኽሰሰሉ ሓጢኣት ከም ዘይነበሮ ካብ ዓሰርተ ካብ ትሽዓተ ይቕሬታ ክሳዕ ዓሰርተ ክልተ ድማ ብዝሙት ዝኽሰሰሉ ሓጢኣት ከም ዘይነበሮ ቀዳማይ ኢለ ኣለኹ ብትምኒት ዝኽሰሰሉ ሓጢኣት ከም ዘይነበሮ ብጠዋይ መንገዲ ዝኽሰሰሉ ሓጢኣት ከም ዘይነበሮ ብዝሙት ዝኽሰሰሉ ሓጢኣት ከም ዘይነበሮ እንደገና ድማ ካብ ካብ ዓሰርተ ሰለስተ ክሳዕ ዓሰርተ ሓሙሽተ ዘሎ ብሰራሕተኛታት ዝኽሰሰሉ ብዓመፅ ዝኽሰሰሉ ሓጢኣት ከም ዘይነበሮ ካብ ዓሰርተ ሽዱሽተ ክሳዕ ዓስራን ሰለስተን ድማ ንድኻ ወይ ነቲ ድኹም ብምዕማፅ ፀግዒ ከም ዘይብሉ ርእዩ ብድንዳነ ዝኽሰሰሉ ሓጢኣት ከም ዘይነበሮ፣ ፍትሐኛ ከም ዝነበረ፣ ቅኑዕ ከም ዝነበረ፣ ደንዳኒ ከም ዘይነበረ መበል ሻድሻይ ነጥቡ ድማ ካብ 24 ክሳዕ 28 ብስስዐ ወይስ ኣብ ገንዘብ ብምውካል ወይስ ብኣምለኸ ጣዖት ዝኽሰሰሉ ሓጢኣት ከም ዘይነበሮ ካብ 29 ክሳዕ 34 ዝሕመየሉ ገለ ሓጢኣት ሕብረተሰብ ዝሓምዮ ሓጢኣት ከም ዘይነበሮ ብግልፂ ይመላለስ ከም ዝነበረ ንሰብ ፈሪሁ ንሓጢኣቱ ዝሓብእ ከም ዘይነበረ ህይወቱ ኣብኡ ገሊጹ ኣሎ ካብ 35 ክሳዕ 37 እዮብ ብዛዕባ ህይወቱ ምስ ኣምላኽ ክማፃረ ከሎ ንርኢ ኣብ መጨረሻ ድማ መደምደንታ ዘረብኡ እንታይ ከም ዝመስል ፅሒፉ ኣሎ ካብ 38 ክሳዕ 4 እስከ ንርኣዮ ንእዮብ ካብ ሓደ ስጋዕ ሽዱሽተ ኣብ ሰላሳን ሓደን ምዕራፍ እንታይ ይብል ኣሎ ምስ ዓይንተይ ኪዳን ተኣታተኹ ኢሉ ብትምኒት ዝኽሰሰሉ ሓጢኣት ኣይነበሮን ትምኒት መቸም ውሽጣዊ ድልት እዩ ሰብ ኣይርኦን እዩ በዚ ነገር ዝኳ ፍፁም ከም ዝነበረ በዓል ሓዳር ስለ ዝነበረ ናብ ቆንጆ ግልፅ ከይብል ምስ ዒንቱ ኪዳን ተኣታት እዩ ኣነ ንስኻትኩምን ከም ኣገልገልቲ ክርስቶስ መጠን ብትምኒት ዶ ንክሰስ ንኸውን ኣብ ማቴዎስ ምዕራፍ ሓሙሽተ ንሰበይቲ ብፃዩ ዝተመነያ ኣብኣ ከም ዝመንዘረ ኢሉ ኣሎ ተመሪዕኻ ክነስኻ ተመሪዐ ክነሰይ ደድሕሪ ካልኦት ዝምነ ዓይንቲ ኣለዋኒ ዶ ካብ እዮብ እስከ እንታይ ንመሃር ምስ ዓይንተይ ኪዳን ተኣታተኹ ከመይ ኢለ ደኣ ናብ ቆንጆ ግልፅ ክብል ኢሉ እቲ ግደ ኣምላኽ ካብ ላዕሊ እቲ ርስቲ ናይቲ ኩሉ ዝኽእል ካብ ላዕሊ እንታይ እዩ ጥፍኣት ንዓመፅቲ ፀገማዊ ንገበርቲ እከይ ደይኮነን ዝመፆም ንሱስ ንመንገደይ ዶ ኣይርያን ንኹለን ስጉምታተይ ዶ ኣይቆፃፀርን እዩ ክብል ከሎ ንርኢ ስለዚ ሰብዚ መሰዒንቱ ኪዳን ዝተኣታተወ እዩ ምስ መን ናብ ቆንጆ ግልፅ ከይብል ምርኣይ መቸም ባህርያዊ እዩ ተመሊስካ ንድሕሪት ከምዚ ኢልካ ነቲ ኣቐዲምካ ዝረኣኻዮ ክትምርምር ኢልካ ግልጽ ንድሕሪት ግልጽ ምባል ግን ናይ ትምኒት መለክዒ እዩ ወይ ናይ ትምኒት ፈተና እዩ ስለዚ ከምዚ ዓይነት ከይገብርሲ ምስ ኣዒንቱ ኪዳን ተኣታት እዩ ስለዚ ዒንትኡ ዒንቱ ድላይን ክገብራ ዘይፈቅድ ናይ ኣምላኽ ሰብ ነይሩ እንደገና ካብ ሸውዓተ ክሳዕ ሽዱሽተ መኸንብቦ ምስ ከንቱነት ሕብረት እንተ ኣሎኒ እግረይ ናብ ጥልመት ትቐልጥፍ እንተኾይና ኣምላኽ ንጹህ ምዃነይ ምእንቲ ክፈልጥ ሲ ኣብ ቅኑዕ ሚዛን እመዘን ክሳዕ ከምዚ ድፍረት ነይርዎ ይምዘነን እግዚኣብሔር በዚ ነገር ከም ዝሓልፍ ይፈልጥ ኣለኹ ኢሉ እስከ ካብ ሸውዓተ ክሳዕ ዓሰርተ ሸውዓተ ድማ እዮብ ምስ ሰብ ዝነበሮ ሕብረት እንታይ ይመስል? ምስቲ ኣብ ከባቢኡ ዝነበረ ሰብ ካብ ሸውዓተ ክሳብ ዓሰር ሸውዓተ ዘሎ ክሪኦ ኢና እግዚኣብሔር ተመስገነ ይኹን ከምዚ ይብል ስጉምተይ ካብ መንገዲ እንተዘንቢለን ልበይ ደድሕሪ ዒንተይ ስዒቡ እንተኾይኑ ኣእዳወይ ገለ ረስሓት ተፀይቐን እንተኾይነንሲ ነቲ ዘራእክዎ ካልእ ይብላዓዮ ፈልሰይ እውን ካብ ሱሩ ይመንቆስ ኢሉ ኣብ ገዛእ ርእሱ ክራገም ከሎ ንርኢ ልበይ ብገለ ሰበይቲ ተሃንዚሉስ ኣብ ደገ ቤት ብፃየይ ተፃናትየ እንተኮይነ እዚ ከዓ ዝሙት እቲ ምንዝርና እዚ ከዓ ዝሙት ልበይ ብገለ ሰበይቲ ተሃንዚሉስ ኣብ ደገ ቤት ብፃየይ ተፃናትየ እንተኮይነ እረዚ ነውሪ እዩ እዚ ነውሪ እዩ ፈራዲ ዝቐፅዖ ሓጢኣት እዩ ኣምላኽ ንዘመውትን ንኣመንዘራታትን ክቐፅዖም ኢሉ ኣብ እብራውያን 13 ፍቐዲ 45 ተዛሪቡ ኣሎ እረዝስ ነውሪ ፈራዲ ዝቐፅዖ ሓጢኣት እዩ ክሳዕ ሲኦል ዝበልዕ ሓዊ ንጥሪተይ ክሳዕ ስሩ ዘጥፍእ እሞ ሰበይተይስ ንካልእ ሰብኣይ ትጥሓን ካልኦት ሰባት እውን ይሕቀፍዋ ከምዚ እንተደኣ ገይረ ኮይነ ኢሉ ጊልያይን ገረደይን ምሳይ እንተተቋየቑስ ኢሉ ኸዓ ሰራሕተኛታት ስለ ዝነበርዎ ጉዛኣት ስለ ዝነበርዎ ከምቲ ዘንበብናዮ ኣብ ቀዳማይ ምዕራፍ ንመሰሎም እንተነዓቕክዎ ደሞዞም ብምኽልካል ወይ መሰሎም ብምኽላእ ኣምላኽ ምስ ተንስአ ደኣ እንታይ ክገብር ምስ ተቋፃፀረንስ እንታይ ክመልሰሉ እየ ስለዚ ኣብ ቅድሚ ኣምላኽ ከም ዝቐውም ዝፈልጥ ንኣምላኽ ዝፈርህ ሰብ ነይሩ እቲ ንኣይ ዝፈጠረ ኣብ ማሕፀን ወላዲት ንዕኡ ድማ ፈጠሮ ስለዚ እቲ ኣብ ከርሲ ወላዲት ዝሃነፀና ሓደ ዶ ኣይኮነን ስለዚ በዚ ኣብ ምድሪ ረኺበዮ ዘለኹ ሃብቲ ካብኣቶም ከም ዝበልፅ ክቆፅር ኣይክእልን እየ ብሓንሳ ኢና ተፈጢርና ብሓንሳ ኢና ከዓ ናብዛ ምድሪ እዚኣ ጥራይና መፅእና ኢሉ ነቲ መስኪን ለሚኑኒ ኣብየ ሃረር ኣቢለዮ ነቲ መስኪን ለሚኑኒ ኸሊአዮ እንተኾይነ ንዓይኒ መበለት ሃረር ኣቢለያ እንተኾይነ ንቑራሲ እንጌራይ በይነይ በሊዐዮ እንተኾይነስ እቲ ዘኽታም ካብኡ ዘይበልዐ እንተኾይኑስ ክብል ከሎ ንርኢ ንዘኽታም ንመበለት ንገረድ ንሰራሕተኛ ንኹሎም ብፍትሒ ዝርኢ ንኣምላኽ ዝፈርህ ክቡር ናይ ኣምላኽ ሰብ ነይሩ በዚ ነገር እዚ ኣብ ኣባይትና ኣብ ኩሉ እንንቀሳቐሶ ምንቅስቓትና እንታይ ንመስል መሰል ሰብ ንገፍዕ ዶ ንኸውን እሰብዚ ንኣምላኽ ዝፈርህ ሰብ ነይሩ እግዚኣብሄር ተመስገነ ይኹን ቀፂሉ ኸ ካብ ፍቕዲ 18 ክሳዕ 1ስራ ዘሎ እዮብ ቅድሚ መከርኡ ዝነበሮ ውሑስ ህይወት ድሕንነት ዝመልኦ ናብራ ክዛረብ ከሎ እንታይ ይመስል ነይሩ ህይወቱ ካብ ዓሰርተ ሸሞንተ ክሳዕ ዕስራ ንሱስ ካብ ንእስነተይ ጀሚሩ ደኣ ከም ምስ ኣቦኡ ምሳይ ዓበየ ኢሉ ንመን ነቲ ዘኽታም ካብ ከርሲ ወላዲተይ ጀሚረ ከዓ ንዕኡ መራሕኩ ንዓኣ መራሕክዋ ኢሉ ደሓር እንታይ ኢሉ ንዕሩቕ ሰኣን ክዳን ክጠፍእ ወይስ ንድኻ ብዘይ ማቕረኤዮ እንተኾይነ ጎኑ ዘይመርቐኒ ፀጉሪ ኣባጊዐይ ዘይመቆ እንተኾይኑ ኣብ ደገ ፀግዐይ ርኤ ኢደይ ኣብ ልዕሊ ዘኽታም ኣልዒለ እንተኾይነ መንኩበይ ካብ መጋጥማ ትፈለ ቅልፅመይ እውን ካብ ዓፅማ ትሰበር መዓት ኣምላኽ የሰንብደኒ ኣብ ቅድሚ ግርምኡን ክቐውም ኣይከኣልኩን ኣይምኸኣልኩን ኢሉ ስለዚ ሰብዚ ንሽጉራት ንድኻታት ብምምቃል ንዕሩቓት ብምኽዳን ንስኡን ብምርሃው ዝተፈለጠ ናይ ኣምላኽ ሰብ ነይሩ ኣነ ንስኻትኩም በዚ ነገር እዚ እንታይ ንመስል በዚ ነገር እዚ ንቓል ኣምላኽ ኣብ ገዛእ ርእስና ክንሪኦ ከለና እዮብ እቲ ጻድቕ ኣምላኽ ዝመስከረሉ ሰብ በዚ ነገር እዚ ንትምህርቲ ክኾነና ዶ ሕጂ ንሪኦ ኣለና ንቐጽል እንታይ ኢሉ ንወርቂ ተስፋ ገይረዮ ኢሉ ካብ ዕስራን ኣርባዕተን ንወርቂ ተስፋ ገይረዮ ነቲ ፅሩይ ወርቂ እምንቶ ኢኻ ኢለ እንተኾይነስ ምእለይ ወይ ሃብተይ በዚሑለይ፣ ኢደይ ኣብዚሓ ደሊባ ኢለ ተሓጒሰ እንተኾይነ፣ ንምድማቕ ብርሃን ጸሓይን ነቲ ክቡር ኣካይዳ ወርሕን ጠሚተ እንተኾይነ፣ ልበይ ብስዉር ተጠቢሩስ ኣፈይ ንኢደይ ተሳሊ እንተ ተሳሊማ፣ በዚ ኸምዝስ ንልዑል ኣምላኽ ከሓዲኡ ምኾንኩ ነይረ እሞ፣ እዚ ኸኣ ፈራዲ ዝቐጽዖ ኣበሳ ምኾነ ነይሩ ኢሉ። ስምዑ ኣሕዋተይ ሰብ ገንዘብ እናበዝሓሉ ክኸይድ ከሎ ጥሪት እናበዝሓሉ ክኸይድ ከሎ ምእማኑ ኣብ እግዚኣብሄር ገዲፉ ኣብ ገንዘቡ ኣብ ጥሪት እዩ ዝእመን ንኣምላኽን ንገንዘብን ክትግዛእካ ኣይትኽእልን ኢኻ ስለዚ ጣዖት ይኾነካ ገንዘብ ጥሪት ማለት እዩ እዚ ሰብዚ ግና ምስናይ ዝኩሉ ሃብቲ ከሎ ተኣማንነቱ ኣብ እግዚኣብሔር እዩ ነይሩ ኣብ ጥሪት ይነበረን ሰይጣን በዚ ኩሉ ፈቲንዎስ ክክሕድ ኮለይ ንርኢ ኢና ሰበይቱ ጥራ ሰበይቱ ጥራያ ክትክሕድ ኮላ ንርኢ ስለዚ ሰበይቱ እምንቶኣ ኣብ ሃብታ ኣብ ጥሪታ ነይሩ ንሱ ግን እምንትኡ ኣብ እግዚኣብሔር ነይሩ ኣነ ንስኻትኩም እንከ ኣብ ጥሪትና ዶ ንእመን ኣብ ገንዘብና ዶ ንእመን በቲ እነምፀኦ ሓይሊ እንረኽበሉ ጥበብ ኣብኡ ዶ ንውከል ንኸውን ምሁራት ስለ ዝኾንና ጉልቡታት ስለ ዝኾንና ጥበበኛታት ስለ ዝኾንና እምበኣር ጥበበኛ ብጥበቡ ሓያል ብሓይሉ ሃብታም ከዓ ብሃብቱ ኣይመካሕ ይብል ናይ ኤርምያስ ፀሓፊ ስለዚ እግዚኣብሔር ተመስገነ ይኹን ተስፋና ኣብ እግዚኣብሔር ዝገበርና ዲና ከም እዮብ ኦከይ ብዛዕባ ፀላእትና ብዝምልከት ከዓ ዘገርም ህይወት ከም ዘለዎ ኣብኡ ተዛሪቡ ኣሎ ዘገርም ህይወት እዮብ እግዚኣብሔር ይመስገን እዚ ዘገርም ህይወት እዮብ ድማ እንደገና ብዛዕባ ፀላእተው ብዝምልከት ክዛረብ ከሎ እንታይ ኢሉ ካብ ቁፅሪ 19 ብጉድኣት ፀላእየይ ባሂሉኒ እንተኮይነ ኢሉ ፀላእየይ ጉድኣት ረኪቡሲ እንቋዕ ደኣ ኮነ መከራ ምስ ወረዶ እውን ተሓጒሰ እንተኾይነ ንነፍሱ እናረገምኩ ይሙት ክብል ነቲ ንሓገይ ኣይፈቐድኩሉን እንቋዕ ደኣ ይጥፋእ ደኣ ይብረስ ደኣ ኢለስ እቲ ትምኒተይ ብኣፈይ ኣይገለፅኩን ሕማቕ ትምኒት ድማ ብዛዕባ ፀላእየይ ኣይነበረንን ይብል እዚ ፈታኒ ነገር እዩ ክፉእ ዝገበረካ ሕማቕካ ዝደለየ ሰብ ሕማቕ ክረክብ ከሎ ነገርካ ንእግዚኣብሔር ኣሕሊፍካ ኣክንዲ ምሃብ ሕነ ክትፈዲልካ እትገብሮ ዘበለ ሓጢኣት እዩ እዚ ኣብ ሮሜ ምዕራፍ 12 ካብ 17 ክሳዕ 21 ገሊፅዎ ኣሎ ፀላእኻ እንተጠመየ ግን ኣብ ልዓዮ እንተፀመ እውን ኣስዮ እዚ ብምግባርካ ኣብ ርእሱ ጉህሩ ሓወ ክትእከብ ኢኻ ነቲ እኩይ ደኣ ብሰናይ ስዓሮ እምበር በቲ እከይ ኣይትስዓር ክብል ከሎ ንርኢ ስለዚ እግዚኣብሔር ፈራዲዩ ነገርና ናብ ኣምላኽ ከነሕልፍ ንኽእል ኢና ሕማቕ ብዝረኸቦ ግና ብጉድኣት ናይቲ ፀላኢ ባህ ክብለና እንተ ኮይኑ እዚ ሕነ ምፍዳይ ካባና ይኸውን ኣሎ ማለት እዩ ኣክንዲ ብእግዚኣብሔር በቲ ቕኑዕ ፈራዲ ንሕጎሲ በቲ ንሕና ተመነናዮ ክፉእ ትምኒት ብኡ ፍርዲ ክፍረድ ንገብር ኣለና ማለት እዩ ፍርዲ ንእግዚኣብሔር ንሕደጎ እግዚኣብሔር ተመስገነ ይኹን እዚ ሰብዚ ግና በዚ እውን ተፈቲኑ ዝሓለፈ ሰብ ነይሩ ዘገርም እዩ እንታይ ኢሉ ቀፂሉ ሰብ ድንኳነይ ይብል ካብ ሰላሳን ሓደን ካብ ስጉኡ ዘይፀገበ መንኮን ይኸውን ዘይበሉ እንተኮይኖም ስለዚ ካብቲ ዘለዎ ሃብቲ ዘማቕል ኣብቲ ገዝኡ ንዘሎ በረኸት ባሂልዎም ክካፈልዎ ዘይነፍግ ሰብ ከም ዝነበረ ተዛሪቡ ኣሎ ነቲ ብዙሕ ህዝቢ ስለ ዝፈራህኩ ኢሉ ናና ይቕረታ መፅእተኛ ኣብ ወፃኢ ኣይሓደረን ደጌታተይ ንመንገደኛ ክፈትኩ ኢሉ ጋሻ ዝቕበል ሰብ ነይሩ ተቐበልቲ ኣጋይሽ ዲና ከም ኣገልገልቲ መፀን ወይስ ነፋግ እዩ ልብና እቲ ዘለና ዶ ነማቕል ተቐበልቲ ጋሻ ክንከውን ፍቓድ ኣምላኽ እዩ ኣብ ቀዳማይ ጴጥሮስ ምዕራፍ ኣርባዕተ ፍቕዲ ሸሞንተ ንምቕባል ኣጋይሽ ተቐዳደሙ ኢሉ እግዚኣብሔር ተመስገነ ይኹን ክሳዕ ትሽዓተ ዘሎ እንተንቢብና እዩ ሕራይ ብዛዕባ ሓጢኣት ወይ በደል ምስ ገበረሲ ሰብ ኣፍርህዎ ዝሕባእ ድዩ ነይሩ ወይስ ሓጢኣቱ ንምእማን ጉድለቱ ንምእማን ድልው ዝኾነ ሰብ ነይሩ እንታይ ይብል ኣብ ቁፅሪ 33 ነቲ ብዙሕ ህዝቢ ስለ ዝፈራሕክዎ ኣብ ዓሌት ኣዝማድ ከይነውር ከዓ ስለ ዝሓፈርኩ ስቂለ ንደገ ከይወፃእኩ ንበደለይ ኣብ ተሽሸይ ሓቢአዮ ንኣበሳይ ድማ ከም ግእዝ ሰብ ሰዊረዮ እንተኮይነስ ኢሉ ሎሚ ሰብ ከይብለኒ ዝሓዘና ሰባት ኢና ኣበሳና ደጒልና እንመላለስ ሕርምና ሓቢእና እንመላለስ ተኮይንና እቲ ሕርምና እቲ በደልና ነቲ ሕብረተሰብና ንጉድኣት ከም ዝኾነ ክንፈልጥ ኣለና ኣበሳኡ ዝእመን ሰብ ብፁ እዩ ንግዜ ኢኻ ትዋረድ እምበር ነቲ ኣብ ቅድሚ ኣምላኽ ትናዘዞ ዘበለ በረኸት እዩ ዘምፅእ እምበኣር ንኣበሳይ ከም ግእዝ ሰብ ኣይሰወርክዎን ኢሉ ኣየሰምዓኒ እንተ ዝረክብ ኢሉ ሽዑ እንሆ ፅሕፈት ኢደይ እቲ ኩሉ ዝኽእል ይምለሰለይ እዚ ፅሕፍ ዘለኹ ከምዚ ኣነ ኢሉ እሞ ነዚ ርዩ እግዚኣብሔር ይምለሰለይ ክብል ከሎ ንርኢ እግዚኣብሔር ከም ዝበደሎ ኮይኑ ስለተሰምዖ እዩ ትገግኡ ግን እግዚኣብሔር ኣይበደሎን እግዚኣብሔር ግን ብእዮብ ይዋራርድ እዩ ዘሎ እዮብ ድማ እሙን ኮይኑ ፀኒዑ ዝነብር ሰብ እዩ እቲ ወደረኛይ ድማ ክሱ ይጽሓፍ ክሳዕ ከምዚ ተኣሚኑ ኣብ ቅድሚ እግዚኣብሔር ደው ዝበለ ሰብ እዩ ብሓቂ ኣብ መንኩበይ ምጸርክዎ ዘውደይ እውን ምገበርክዎ ኢሉ ቁፅሪ ስጉምተይ መፍለጥክዎ ከም መስፍን ኮይነ ከዓ መቐረብክዎ ኢሉ ዓራተይ ጠሪዓትለይ እንተኾይና ኢሉ ዘገርም ከዓ እዩ ቅረታ ግራተይ ግራተይ ጠሪዓትለይ እንተኾይና ኩለን ትልምታት እውን በኸየን እንተኾይነን መሰል ከይሃብኩስ ንፍሪኣ በይነይ በሊዐዮ እንተኾይኑ ህይወት ሓረሶት ሓዚነየ እንተኾይነ ሽዑ ኣብ ክንዲ ስርናይ ክርዳድ ኣብ ክንዲ ስገም ከዓ ሰዓዕ ተብቁለለይ ዘረባ እዮብ ኣብዚ ተፈጸመ ይብል ኣሕዋተይ በዚ ኩሉ ተፈቲኑ ዝወፀ ሰብ ነይሩ ህይወትና ንመን ትመስል ብናይ ህይወት እዮብ ተለኪዕና ንሓልፍ ዶ በዚ ርእስና ንመርምር እሞ ከነቃንዖ ህይወትና ንኣምላኽ ዝመስል ባህ ዘብል ክኸውን ኣምላኽ ይደግፈና ዝወድሓንኩም ኣሜን